ሰላም ተኸኣተልቲ ቤን ቲቪ ንሕጂ ኣብ ዝተዳለወ ዕለታዊ ዜናታት ሓላፊ ጉዳያት ሰብኣዊ መሰላት ሕቡራት ሃገራት ኣብ ክልል ትግራይ ዘሎ ኩነታት ኣዝዩ ዘሻቕል ከምዝኾነን ናብ ሙሉእ ትግራይ ሰብኣዊ ሓገዛት ንክኣቱ ከምዝሓተተ ብዝሒ ኣብ ኢትዮጵያ ዘለዋ ፖለቲካውያን ሰልፍታት ናብ ሓምሳን ትሽዓተን ከምዝጎደለ ኣብ ክልል ትግራይ ብዝተፈፀመ መጥቃዕቲ ቁፅሮም ኣስታት ሚእቲ ዝኾኑ ንፁሃን ዜጋታት ከምዝተቐትሉ፣ ኣብ ብሪጣንያ ዝፈርዉ ምግብን ኣታኽልትን ሃገራት ኤውሮጳዊ ሕብረት ክቕበልኦም ኣብ ስምምዕ ከምዝተበፅሐ፣ ኣብ ፈረንሳ ሓደ ዕጡቕ ሰለስተ ፖሊስ ከምዝቐተለን ካልእን ዝድህስስ ዜናታት ሒዘልኩም መፂእ ኣለኹ። ሰናይ ናይ ምክትታል ግዜ እንዳተመነኹ ኣብዛ ቻናል ድማ ናይ ወትሩ ተኸታተልቲ ንክትኮኑ ሳብስክራይብ ክትገብሩ ብኽብሪ ይዕድመኩም። ሓላፊት ጉዳያት ሰብኣዊ መሰላት ሕቡራት ሃገራት ሚሸል ባቸልት ኣብ ክልል ትግራይ ዘሎ ኩነታት ኣዝዩ ዘሻቕል ከም ዝኾነን ናብ ሙሉእ ትግራይ ሰብኣዊ ሓገዛት ብዘይ ዕንቅፋት ክኣቱን ሓቲታ። ኣብቲ ኣብ ትግራይ ዘጋጠመ ጎንፂ ብክልቲኦም ወገናት ግህሰት ሰብኣዊ መሰላት ከምዝተፈፀመ ዝገልፁ ሓበሬታታት ከምዝበፅሖም እታ ሓላፊት ኣብቲ ብሶሉስ ዘውፅእ መግለፂ ሓቢራ። ዓለም ለኻዊ ናይ ሰብኣዊ ሓገዛት ሰብኣዊ መሰላትን ሕጋጋትን ከምዝጠሓሱ ዝገልፁ ክስታት ቀሪቦምልና እዮም። እዚ ድማ ህዝቢ ኣብ ዝነብረሎም ከባቢታት ደብዳብ ምክያድ፣ ንሰላማውያን ሰባት ኮነ ኢልካ ዒላማ ምግባር፣ ፋሉል ቅትለትን መጠነ ሰፊሕ ዘመተን ዝሓወሰን እዩ ይብል እቲ መግለጺ። እታ ሓላፊት ከም ዝበለቶ፣ ብ ዕስራን ሓደን ታሕሳስ ንጉዳያት ሰብኣዊ ረድኤት ዘጽንዑ ክልተ ልኡኻት ናብ ትግራይ ክኣትዉ ዝተፈቐደሎም እኳ እንተኾነ መራኸቢታት ተዓጽዩ ብምህላዉ ዘይሻራዊ ሓበሬታ ንምርካቡ ኣጸጋሚ ከም ዝገብሮ ጠቒሳ። ወሃቢ ቃል ሓይሊ ዕማም መንግስቲ ኢትዮጵያ ኣብ ጉዳይ ትግራይ ሬድዋን ሑሴን ግን ንጋዜጠኛታት ኣብ ዝሃቦ መግለጺ ሰብኣዊ ሓገዝ ናይ ምውዳድ ኮነ ጥሕሰትን ሰብኣዊ መሰል ናይ ምምርማር ሓላፍነትን ናይ ኢትዮጵያ መንግስቲ ጥራይ እዩ ኢሉ። ወሃቢ ቃል ኣብ ጄኔቫ ዝመደበሩ ቤት ጽሕፈት ሰብኣዊ መሰላት ሕቡራት ሃገራት ሊዝ ትሮሴል፣ መንግስቲ ኢትዮጵያ ቅድም ክብል ናብ ትግራይ ክኣቱ ዝሃቦ ፍቓድ ዘተባብዕ እኳ እንተኾነ፣ እቲ ትካል ግን ሰላማውያን ሰባት ናብ ዝተሃሰዩሎምን ምርመራ ግህሰት ሰብኣዊ መሰላት ናብ ዘድልዮምን ኩሎም ኣብ ትግራይ ዝርከቡ ቦታታት ክኣቱ ምጽራይ ክገብር ከምዝደሊ ገሊጻ። እቲ ትካል ዛጊት ኣብ ጉዳያት ግህሰት መሰላት ምጽራይ ንምግባር ናብ ዝኾነ ክፋል እታ ክልል ክኣቱ ተፈቒድዎ ዝብል ሕቶ ዝቐረበላ ተወሃቢት ቃል ኣይተፈቐደልናን ንሱ ክንገብር ኢና ንሓትት ዘለና ዝብል መልሲ ሂባ። በቲ ዘሎ ገደብ ንሕና ክንገብሮ ዝጸናሕና ነገር እንተሎ ካብ ዝተፈላለዩ ምንጭታት ሓበሬታታት ምእካብ እዩ። እዚ ድማ ካብ ምዕራብ ትግራይ ናብ ሱዳን ዝሰግሩ ሰባት ስደተኛታት ዝተገበረ ቃለ መሕትት ዝሓወሰን እዩ። ብርሕቐት ክትትል ንገብር ኣለና። ኣብ ኣዲስ ኣበባ ድማ ንብዙሓት ሰባት ረኺብና ኣዘራሪብና ኢና። መታን ብዛዕባ እቲ ዝኸውን ዘሎ ዝሓሸ ርድኢት ክህልወና ኢላ። ኣብ ኢትዮጵያ ክንቀሳቐስ ካብ ዝጸንሐ ሰማንያን ሓሙሽተን ፖለቲካውያን ስልፍታት ኮሚሽን ሃገራዊ ቦርድ ምርጫ ኢትዮጵያ ነተን ዕስራን ሽዱሽተን ፖለቲካውያን ስልፍታት ኣፍልጦ ስለዘይሃበን ብዝሒ ኣብ ኢትዮጵያ ዘለዋ ፖለቲካውያን ስልፍታት ናብ ሓምሳን ትሽዓተን ጎዲሉ እቲ ቦርድ ኣብ ዝተፈላለየ ግዜ ብሕጋዊ መንገዲ ተመስሪተን ክሰርሓ ካብ ዝጸንሓ እተን ዕስራን ሽዱሽተን ከም ሰልፊ ንክቕጽላ ከማልእኦ ዝግበእን ስለ ዘየማልኣ ከም ዝተሰረዘ ኣፍሊጡ። እቲ ቦርድ ብምስዓብ ኣብዚ ሕጂ እዋን ኣብቲ ቦርድ ተመዝጊበን ከማልእኦ ዝግበእን ቅጥዕታት ዘማልኣ ሓምሳን ትሽዓተን ፖሊቲካውያን ስልፍታት ከም ዘለዋ እዩ ኣብሪሁ። ሃገራዊ ቦርድ ምርጫ ኢትዮጵያ ኣብ ዘውጽኦ መግለጺ ክሳብ ሕጂ ኣብ ዝነበረ ግዜ ሰማንያን ሓሙሽተን ፖሊቲካውያን ስልፍታት ምጽራይ ክግበረለን ምጽንሑን ካብተን እተን ዕስራን ሽዱሽተን ቅጥዕታት ብዘይምምለእን ከም ዝተሰረዛ ኣብሪሁ። ካብተን ቅጥዕታት ኣየማልኣን ተባሂለን ዝተሰረዛ ፖሊትካዊ ሰልፍታት፣ ዲሞክራሲያዊ ፓርቲ ኢትዮጵያውያን፣ ኤዴፓ፣ ሃገራዊ ምንቅስቓስ መላእ ኢትዮጵያ፣ መኢቢን፣ ብሄራዊ ኮንግሮስ ኦሮሞ፣ ኣብኮ፣ ኣንድነት ንዲሞክራሲን ፍትሕን ፓርቲ፣ ኣንድነት፣ ይርከበእን። ብዘይካ እዘን ሕጂ ተሰሪዝወን ዘለዋ ፖሊትካዊ ሰልፍታት፣ እዝን እዝን ኣማልኣ ዝተባህላ ከምኡውን እቲ ናይ ምጽራይ መስርሕ ገና ዘይተዛዘመለን ዓሰርተ ክልተ ፖሊትካውያን ስልፍታት ብምህላወን ቁጽሪ ናይተን ዝስረዛ ሰልፍታት ክውስኽ ከም ዝኽእል ይግመት። ካብተን ተወሳኺ ሰነዳት ኣማልኣ ተባሂለን ዘለዋ ዓሰርተ ክልተ ፖሊቲካውያን ሰልፍታት፣ ውድብ ሓርነት መላእ ኢትዮጵያውያን፣ መኣዲድ፣ ከምኡ'ውን ግንባር ሓርነት ኦጋዴን፣ ኦበነግ፣ ከም ዝርከብዎን እቲ ቦርድ ገሊጹ። እቲ ናይ ምጽራይ መስርሕ ዛዚምን ቴክኒካዊ መምዘኒታት ዝተረፈን ከም በዓል ሳልሳይ ወያነ ትግራይ፣ ራያ ራዩማ፣ ዲሞክራሲያዊ ፓርቲ፣ ዓሲምባ፣ ዲሞክራሲያዊ ፓርቲ፣ ብሄራዊ ባይቶ፣ ዓባይ ትግራይን ዝርከበኤን ሸውዓተ ፖሊቲካዊ ሰልፍታት ከምዘለወን እቲ ቦርድ ገሊጹ። ብተወሳኺ ዘድሊ ቅጥዕታት ኣማልኤን እቲ ናይ ምጽራይ መስርሕ ዝዛዘማ ኣርብዓ ፖሊቲካዊ ሰልፊ ክህልዋ እንከለዋ ካብዚኤን ብልጽግና፣ ኤዜማ፣ ኦፌኮ፣ ኦነግ፣ ባልደራስ ከምኡውን ዓረና ከምዝርከበኤን ተገሊጹ። እቲ ቦርድ ኣብ ዝሓለፈ ዓመት ወርሒ ግንቦትውን ከማለእኦ ዝግበኤን ኣየማለኣን ዝበለን ዕስራን ሸውዓተን ፖሊቲካውያን ሰልፍታት ምስራዙ ዝዝከር እዩ። ቀዳማይ ሚኒስተር ኣቢይ ኣሕመድ ናብ ስልጣን ምስ መጸ ካብ ዝገበሮ ለውጥታት፣ ኮሚሽን ቦርድ ምርጫ ኢትዮጵያ ብዘይተመኣዛንነት ኣብ ስልጣን ዘሎ ኣካል ከም ዝሰርሕ ምግባሩ እዩ ተባሂሉ ይንገር። በዚ መሰረት እቲ ቦርድ ከም ብሓድሽ ከም ዝጣየስ ብምግባር ኣብቲ ዝኽተሎ ዝነበረ ሕጊ ምምሕያሽ ብምግባር በቲ ቀዳማይ ዝነበረ ሕጊ ተመስሪተን ክንቀሳቐሳ ዝፀንሓ ሰልፍታት ክሳብ ዝሓለፈ ዓመት ኣብ ኢትዮጵያ ሚእትን ሽዱሽተን ምዝጉባት ሰልፍታት ነይረን ነዚ ሓድሽ ዘውጽእ ሕጊ እዚ የማልኣ። ብሓፈሻ ሓምሳን ሰለስተን ፖሊቲካዊ ሰልፍታት ስለ ዝጎደላ ግን ኣብዚ ሕጂ እዋን ሓምሳን ትሽዓተን ፖሊቲካዊ ሰልፍታት ጥራይ እየን ተሪፈን ዘለዋ። ኣብ ክልል ቤንሻንጉል ብዝተፈጸመ መጥቃዕቲ ቁጽሮም ኣስታት ሚእቲ ዝኾኑ ንጹሃን ዜጋታት ከም ዝተቐተሉ ነበርቲ ንኒቢሲ ገሊጾም። እቲ መጥቃዕቲ ናብ ረቡዕ ኣብ ዘውግሐ ለይቲ ከምዝተፈጸመ እቶም ነበርቲ ወሲኾም ይዛረቡ። ሓላፊ ኮሚሽን እቲ ክልል ኣቶ መለስ በየነ እቲ መጥቃዕቲ ከምዝተፈጸመ ኣረጋጊጹ። ብዝሒ ዝተቐተሉ ሰባት እንተዘይተፈለጠ'ኳ እቲ ቁጽሪ ልዑል ከምዝኾነ ንቢቢሲ ኣረዲኡ። ኣብቲ ከባቢ ዝርከቡ ጸረ ሰላም ክብል ዝገለጾም ሓይልታት ድማ ተሓተትቲ ገይሩ። ቀዳማይ ሚኒስተር ኣቢይ ምስ ሚኒስተር ሰላም ሙፍሪያት ካሚል፣ ኢታማጆር ሹም ጀነራል ብርሃኑ ጁላ፣ ፕሬዚደንት እቲ ክልል ኣቶ ኣሻድሊ ሓሰንን ካልኦት ሰበ ስልጣንን ብምዃን ትማሊ ምስ ነበርቲ እቲ ከባቢ ዘተ ምክያዱ ዝዝከር እዩ። ካብ መንጎ ዘዘራረቦም ነበርቲ ዞባ መትከል ወረዳ ቡለን ሓደ ከም ዝበሎ፣ ኣጋ ወጋሕታ ሰዓት ሓሙሽተ ጀሚሩ ክሳብ ቀትሪ ሰዓት ዓሰርተ ክልተ ተኹሲ ነይሩ። ሬሳታት ይእከብ እዩ ዘሎ። ከባቢ ሚእቲ ሬሳ ዝተረኸበ ኮይኑ ብዙሓት ናብ ጫካ ዝሃደሙ ኣለዉ። ኣነ ናብ ከተማ ቡለን ካብ ዝመፅእ ኣስታት ሰብዓ ኣስክሬናት ብዓይነይ ሪኤ ኣለኹ። ሕጂ ውን ኣብ ከተማ ቡለን ቀበሌ ቡኩቺ ኣብ ሓደ እንዳ ሓዘን እየ ዘለኹ። ናይ መሓዛይ ኣቦ ስለ ዝተቐተሉ ኣብኡ እየ ዘለኹ። ገዛይ ይሕሉ ኣብ ዝነበርሉ እዋን ተኲሶም ቀቲሎምዎ ውን ኢሉ። ካልእ ነባሪ ወረዳ ቡለን ድማ እቶም መጥቃዕቲ ዝፍጸሙ ዕጡቓት ከም ዝኾኑን ክሳብ ሕጂ ልዕሊ ተስዓን ሽዱሽተን ሰባት ክሞቱ እንከለዉ ዕስራን ሸሞንተን ገዛውቲ ከም ዝተቓጸለን ተዛሪቡ። እቲ መጥቃዕቲ ዝተፈጸመሉ ቦታ ካባና ኣርብዓን ሸውዓተን ኪሎ ሜተር እዩ ዝርሕቕ። ህጻናትን ደቂ ኣንስትዮን ዝርከብዎም ኣስክሬናቶም ተጠቕሊሉ ኢና ርኢና። ግን ኣብ ፎቕዶ በረኻ ዝወደቑ'ውን ኣለዉን ኢሎም ይውስኹ። እቲ ነባሪ፣ እቶም ዕጡቓት ናይ ለይቲ ሰዓት ሰለስተ ናብ ቀበሌ ቦኩይ ከም ዝኣተዉ ብምግላጽ፣ ትስዓን ሽዱሽተን ኣስክሬናት ብዓይነይ ርእየ ክብል መስኪሩ። እቲ መጥቃዕቲ ብከቢድ ኣጽዋር ዝተዓጀበ ከም ዝኾነን እቶም መጥቃዕቲ ዝተፈጸመሎም ተወለድቲ ናይቲ ከባቢ ማሕበረሰብ ከም ዝኾኑን ገሊጹ። ብሪጣንያ ካብ ደንበ ኤውሮጳዊ ሕብረት ድሕሪ ምውጽኣ፣ ኣብ ብሪጣንያ ዝፈሩ መግብን ኣታኽልትን ሃገራት ኤውሮጳዊ ሕብረት ክትቅበልኦም ኣብ ስምምዕ ከም ዝተበጸሐ መንግስቲ ብሪጣንያ ንኣውፈርቲ ሕርሻዊ ኢንዱስትሪ ገሊጾም። ብሪጣንያ ናብ ሃገራት ኤውሮጳዊ ሕብረት ሰደድ ንክትገብር ፍሉይ ፍቓድ ክወሃባ ኣለዎ። እቲ ፍቓድ ብደብዳበ ዝስነ ኮይኑ፣ ኤውሮጳዊ ሕብረት ሰኑይ ነቲ ፍቓድ ዝሓዘ ደብዳቤ ንብሪጣንያ ክህባ እዩ። እቲ ፍቓድ ከኣ ካብ ሓደ ጥሪ ክልተ ሽሕን ዕስራን ሓደን ጀሚሩ ተግባራዊ ክኸውን እዩ። ኣብ ስምምዕ እንተዘይተበጺሑ ብሪጣንያ ካብ ኤውሮጳዊ ሕብረት ንዝኣትዋ፣ ኤውሮጳዊ ሕብረት ከኣ ካብ ብሪጣንያ ንዝኣትዋ ንብረት፣ ሰፍ ዘይብል ቀረጽ ከም ዝኸፍሉ እዮም ዝሕብሩ ጸኒሖም። እቲ ተበጺሑ ዘሎ ስምምዕ፣ ኣብ ብሪጣንያ ብሓረስቶት ዝፈርያ ምራኹትን ዘይተሓረዳ ደርሆ'ውንን ናብ ሃገራት ኤውሮጳዊ ሕብረት ሰደድ ክገብራ ዘኽእል እዩ። ሃገራዊ ማሕበር ሓረስቶት ብሪጣንያ ነቲ ስምምዕ ኣዝዩ ወሳኒ ክብል ገሊጽዎ። እዚ ስምምዕ ኣብ ብሪጣንያ ዝፈረየ ኩሉ ዓይነት ሕርሻኣዊ ምህርቲ ናብ ኤውሮጳዊ ሕብረት ብዘይጸገም ክኣቱ ተፈቒዱሉ ይርከብ። ካልእ ግን ንመግቢ ዝውዕል ድንሽ ክፍቀዶ እንከሎ ፈልሲ ድንሽ ወይ ንዘርኢ ዝኸውን ድንሽ ግን ካብ ዓባይ ብሪጣንያ ናብ ሃገራት ኤውሮጳዊ ሕብረት ክኣቱ ኣይፍቀዶን እዩ። ንዘርኢ ዝኸውን ድንሽ ኣብ ስኮትላንድን ሰሜን እንግሊዝን ብሓረስቶት ብብዝሒ እዩ ዝፈሪ። እቲ ኣብ ብሪጣንያ ዝፈሪ ንዘርኢ ዝኸውን ድንሽ ናብ ሃገራት ኤውሮጳዊ ሕብረት ክኣቱ ካብ ዘይተፈቕዶ ግብጺ እታ ቀንዲ ማእከል ዕዳጋ ሰደድ ንዘርኢ ዝኸውን ድንሽ ብሪጣንያ ክትከውን እያ። ኣብ ፈረንሳ ኣብ ሴንት ጀስት ዝተባህለት ገጠር ሓደ ዕጡቕ ንሰለስተ ፖሊስ ከም ዝቐተለ ተገሊጹ። እቶም ፖሊስ ሓንቲ ሃዲማ ኣብ ዝባን ናሕሲ ዝተሰቐለት ጓል ኣንስተይቲ ክሕግዝዋ ኣብ ዝፈተንሉ እዋን እዮም ብሓደ ዕጡቕ ተቐቲሎም። እቲ ዕጡቕ ነቶም ፖሊስ ብምቕታል ነቲ ገዛ ሓዊ ከእትወሉ እንከሎ ሓደ ካልእ ፖሊስ እውን ኣብ እግሩ ተሃሪሙ ቆሲሉ ከም ዘሎ ተፈሊጡ። እታ ኣብ ዝባን ናሕሲ ኮይና ሓገዝ እትሓትት ዝነበረት ጓል ኣንስተይቲ ብህይወት ክትተርፍ እንከላ፣ እቲ ነቲ ቅትለት ዝፈጸመ ውልቀሰብ ወዲ ኣርብዓን ሸሞንተን ዓመት ኮይኑ ነቲ ቅትለት ንምንታይ ከም ዝፈጸሞ ኣብ ምምጽራይ እዩ ዝርከብ። ከንቲባ ሴንት ጀስት ፍራንኮይስ ቻውተርድ ንማዕከናት ዜና ሊ ፋጊሮ ከም ዝሓበሮ፣ እቲ ገዛ ምሉእ ብምሉእ ስለ ዝተቓጸለ እቲ ጥርጡር ኣብ ውሽጢ ድዩ መይቱ ዋላ ነቲ ቅትለት ምስ ፈጸመ ሃዲሙ ተፍትሽ ይግብር ምህላዉ ገሊጹ። ፖሊስን ኣጥፋእቲ ሓውን ኣብቲ ዝተቓጸለ ገዛ ተፍትሽ ይገብሩ ምህላዎም ተገሊጹ። እቶም ሰለስተ ፖሊስ ብጥይት ተሃሪሞም ከም ዝመቱ እቲ ሓደ ከኣ ከም ዝተወግአን ፖሊስ እቲ ከባቢ ሓቢሩ። እቶም ፖሊስ ድሕሪ ፍርቂ ለይቲ ናብቲ ሓገዝ ዝተሓተተትሉ ቦታ ኣብ ዝበጽሕሉ ኣድራጋ ጠያይቲ ከም ዝተተኮሶም እቲ መግለጺ ፖሊስ ይሕብር። ሚኒስተር ውሽጣዊ ጉዳያት ፈረንሳ ጀራልድ ዳርመንከን እቶም ዝሞቱ ፖሊስ ወዲ ዕስራን ሓደን ዓመት ኦርኒኤን ማቨል፣ ወዲ ኣርብዓን ሓሙሽተን ዓመት ሳየሪል ሞረልን ከምኡ'ውን ወዲ ሰላሳን ሸውዓተን ዓመት ረሚ ዱፒስ ዝበሃሉ ምዃኖም ገሊጹ። እቲ ሚኒስተር ንስድራን መሳርሕትን ግዳያት ጽንዓት ይሃብኩም ብምባል ዝተሰምዖ ሓዘን ገሊጹ። እቲ ሚኒስተር ብምስዓብ ፖሊስ ንድሕነት ህዝቦምን ክብሉ ንነብሶም ንሓደጋ ኣቃሊዖም ይሰርሑ ምህላዎምን'ውን ሓቢሩ። እቲ ዝተወግአ ፖሊስ መውጋእቱ ኣብ እግሩ ብምዃኑ ዘስግእ ከምዘይኮነ'ውን ገሊጹ። ዝኸበርኩም ተኸታተልቲ ቤን ቲቪ ንሎሚ ዝበልናዮ መሰናድኦና ኣብዚ ወዲእና ኣለና። ምሳና ስለ ዝጸናሕኩም ብልቢ ነመስግን። ሰናይ ንዓኹም።